ኣብ ሂወት ሲ እቲ ዘይከኣል እቲ ዘይተፈተነ ጥራሕ እዩ። ብትምህርቲ ከም መኻዕበቲ ሰብኣዊ ርእሰማል ወይ ከኣ ወፍሪ ኣብ ሰብኣዊ ርእሰማል ብምባል ክንሕዞ ኢና። ንሕና ካሽ ሪች ኢና ዌልዝ ግን ፑር ኢና። ምስሓል መጋዝ ማለት እቲ ምዕቃብ ከምኡ ውን ምጥንኻር እቲ ዝዓበየ ንብረትና ወይ ድማ ገዛ ርእስና ማለት እዩ።
ጽቡቕ ናቱ ናይዚ ፊልድ እንታይ እዩ? ዋላ ሓንቲ ፔን ከየጥፋእኻ ንብምሉእ ክትመሃሮ ትኽእል ኢኻ ተሳትፍቲ መደብ ኣብ ዝመፅእ ግዜ ነዚ ዝተጀሚሩ ዘሎ ስራሕ ክትቅፅልዎ ተስፋ እገብር እዚ ብኤሪ ፓወር ዝፍለጥ ተበግሶ ኮይኑ ንምሕያል ኤርትራውያን ዝዓለመ ብወለንታውያን ዝዳሉን ዝካየድን ናይ ፍልጠትን ተመክሮን መኣዲ እዩ። ዝተፈላለዩ ምሁራት ወይ ሞያውያን ብምዕዳም ድማ ኩሎም ኤርትራውያን ብሓፈሻ ብፍላይ ከዓ መንእሰያት ዝጥቀምሉ ዕድላት ምፍጣር ሓደ ካብ ተልእኾታት ናይ ዝተበግሶ እዩ።
ሰላም ንዓኹም ይኹን ኣሓትን ኣሕዋትን ናይ ዕረፍቲ ግዜኹም ሰዊእኹም ነዚ መደብ እዚ ክትከታተሉ ስለ ዝመጻኹም ብስም ኤሪ ፓወር ከመስግነኩም ይደሊ። ሽመይ ሃብቶም ሃይለ ስላሴ ሃብተ በሃል ኣብ ኤርትራ ተወሊደ ዓብየ ናይ መጀመርያ ዲግረይ ከዓ ኣብ ዩኒቨርስቲ ኣስመራ ብባዮሎጂ ገይረ ብምቕጻል ኣብ ደቡብ ኣፍሪቃ ናይ ማስተርስ ዲግሪ ብኢሚኖሎጂን ባዮኬሚስትሪን ገይረ ናይ ፒኤችዲ ዲግሪ ድማ ብኤችኣይቪ ቫክሲን ማለት እዩ ብድሕሪኡ ኣብ ክሊቭላንድ ኦሃዮ ኬዝ ዌስተርን ዩኒቨርሲቲ ዝበሃል ብምቕፃል ድማ ኣብ ኣየዋ ስቴት ኣብ ኣየዋ ናይ ድሕረ ምረቓ ወይ ከዓ ፖስት ዶክተራል ትሬኒንግ ኤች ኣይቪ ቫክሲን ገይረ ናይ መጀመርያ ስርሐይ ኣብ ሪችፊልድ ከነቲከት ኣብ ዝርከብ ፋርማሲቲካል ካምፓኒ ቦሪንገር ኢንግልሃይም ዝበሃል ተቆፂረ ስርሕ ፀኒሐ ኣብ ዝሓለፈ ዓመትን ፈረቓን ከዓ ኣብ ከባቢ ፊላደልፊያ ኣብ ዝርከብ ጆንሰን ን ጆንሰን ዝበሃል ፋርማሲቲካል ካምፓኒ ጆይን ገይረ ኣለኹ ማለት እዩ ኣብዚ ግዜ እዚ ዝሰርሓሉ ወይ ዝነጥፈሉ ዓውዲ ምልላይ መድሃኒት ናይ መንሽሮ ሕዱር ሕማማትን ተመሓላለፍቲ ሕማማትን እዩ። እዚ ሒዘ መጺእ ዘለኹ መደብ ምስ ስራሕይ ወይ ምስ ተመክሮይ ዝተሓሓዝ ዘይኮነ እንታይ ደኣ ብዛዕባ ካብ ስራሕና ወጻኢ እንገብሮም እንጥቀመሎም ልምድታት እነዘውትሮም ልምድታት ኣብ ሂወትና ዘለዎም ፅልዋታት ዝብል ክኸውን እዩ፡፡ እዚ ሒዘዮ መፂአ ዘለኩ ኣርእስቲ እንታይ ኢለዮ እቲ ዘይከኣል እቲ ዘይተፈተነ ጥራሕ እዩ፡፡ እዚ ኣበሃህላ እዚ ኣብ ሕብረተሰብና ሓዱሽ ኣይኮነን። ኣብ ታሪኽና እውን እዚ ኣበሃህላ እዚ ብዙሕ ከም ዝሓገዘና እየ ዝፈልጥ። ኣጋጣሚ ኮይኑ ኣብዚ እዋን እዚ ነዚ ስለ ዝረሳዕና ይመስል ብዙሕ ክስገር ዝግብኦ ነገር ኣብ ምስጋሩ ንሽገር ኣለና። ስለዚ ከም መዘኻኸሪ ክኸውን ኣብ ትሕቲ እግዚኣብሄር እቲ ዘይከኣል እቲ ዘይፍተን ወይ ዘይተፈተነ ምዃኑ ንምግላጽ እየ እዛ መደብ እዚኣ ኣዳልያ ዘለኹ። ቅድሚ ናብቲ ቀንዲ ኣርእስቲ ምኻደይ ብዛዕባ ትምህርቲ ንእሽተይ ነገር ክብል ምደለኹ። ኣብ ሓደ ጽሑፍሲ እንታይ ዝብል ርኤ ዘይምፍላጥ ገበን ኣይኮነን ክትፈልጥ ዘይምፍታን ግን ገበን እዩ እያ ትብል ጥቕሚ ትምህርቲ ኣነ ንዓኻትኩም ክነግረኩም ኣይኮንኩም ምክንያቱ ኣብ ሕብረተሰብና ካብ ኣተዓብያና ኣትሒዝና ጥቕሚ ትምህርቲ እንታይ ምዃኑ እንዳተምሃርናዮ ስለ ዝመፃና እታ ከመሓላልፋ ደልየ ዘለኹ መልእኽቲ ግን ሓደ ግዜ ትምህርቲ ክለዓል ከሎሲ ብዓይኒ ገንዘብ ብዓይኒ ስራሕ ወይ ብዓይኒ ደረጃ ማዕርግ ንርእዮ ንኸውን ብናተይ ኣረኣእያ እሱ ኣይኮነን ገንዘብ ማዕርግ ብካልኦት ተምፅኦ ትኽእል ኢኻ ትምህርቲ ሓደ ነገር ዝሕግዘካ እንተሃልዩ እንታይ እዩ ኣብ ብዙሓት ኣርእስትታት ኣብ ዘሰማምዓካ ክትሰርሕ ብሓባር ኣብ ዝፈላልየካ ኸኣ ተኸባቢርካ ክትነብር ከም ዘለካ ዝምህር ዓውዲ ሂወት እዩ። ኣብዚ እዋን እዚ ኸኣ ንሕና ኤርትራውያን ብዙሕ ዘሰማምዓና ኣርእስቲ እንዳ ሃለወ ብዙሕ ክንሰርሓሉ ንኽእል ኣርእስቲ እንዳሃለወ ንዕዑ ገዲፍና ኣብቲ ዝፈላልየና ኣዝዩ ኣዝዩ ኣናእሽቱ ዝኾነ ነገራት ዕንክሊል ንብል ምህላውና ጥራሕ እዩ ስለዚ እዚ ኣብ ግምት እቲና ኩላትና ነንዝረኽቦ ዕድል ኣጋጣሚታት ክንጥቀመሉ ክንፍትን ከም ዘለና ንምሕባር ኢለ እየ ከም ዝበልኩኹም ብዛዕባ ትምህርቲ ብዙሕ ተባሂሉ እዩ ብዙሓት ዓበይቲ ሰባት እውን ብዙሕ ነገራት ፅሒፎም እዮም ከም መበገሲ ክትኮነና ግን ንዓይ ካብተን ዝስሕባኒ ሓንቲ ወይ ኣበሃህላ ናይ ትምህርቲ ነልሰን ማንዴላ ዝበሎ እዩ ንሱ ኣብታ ሎንግ ወክ ቱ ፍሪደም ነዊሕ ጉዕዞ ንናፅነት ኣብ ትብል መፅሓፉ እዚ ዝብል ፅሑፍ ኣስፊሩ ኣሎ ንሱ ከዓ እንታይ እዩ ዝብል ትምህርቲ መንኮርኮር ምዕባለ ምኳኑ እዩ ዝገልፅ እንተተማሂራ ጓል ርሂፅ በላ ዶክተር ከም ትኸውን እንተተማሂሩ ወዲ ናይ ሓደ መዓድን ዝሰርሕ ቆልዓ ናይቲ መዓድን ማናጀር ከም ዝኸውን እንተተማሂራ ወይ እንተተማሂሩ ውላድ ናይ ሓረስታይ መራሒ ሃገር ክኸውን ወይ ክትከውን ከም ትኽእል እዩ ዝገልጽ። ስለዚ እዚ ግምት እቲ እቲና ኣብ ትምህርቲ ዘለና ኣረኣእያ ብዓይኒ ከምዚ ክንሪኦ ክንፍትን ኣለና ኢለ ስለ ዝኣምን እየ ነዛ ከም መበገሲተይ ክወስዳ ፈቲነ። ነዚ ኣርእስቲ እዚ መበገሲት ወይ መንቀሊት ዝኾነት እዛ ትሪእዋ ዘለኹም ስእሊ እያ። እዛ ስእሊ እዚኣ ቅድሚ ዓሰርተ ዓመት ኣብ ኣዮዋ ስቴት ዩኒቨርሲቲ ከለኹ ኣብ ሓደ ማዕፆ ናይ ሓደ ላባላቶሪ ተጠቂዓ ዝረኣኽዋ ስእሊ እያ። ልዕሊ እታ ስእሊ ከም ትሪእዎ ዘለኹም ይጎዩ እዮም ዘለዉ ትራክ እዩ ዝመስል እታ ናተይ ኣቴንሽን ዝሰሓበት ግን እዛ ፅሕፍቲ እዚኣ እያ። ምሳኻ እንተ ትብል ንነፍሲ ወከፍ ዕዉት ብዙሓት ዘይዕዉታት ኣለዎ እያ ትብል ብዓይኒ ጉያ እንተርኢናያ ወይ ብዓይኒ ፕሮፌሽናሊዝም እንተርኢናያ ሓቅነት ኣለዋ ምክንያቱ እቲ ቀዳማይ ካልኣይ ወይ ሳልሳይ ዝወፁ እዮም ዝሽለሙ እቶም ዝተረፉ ኣይሽለሙን እዮም ብዓይኒ ጥዕና ክንሪኣ እንተፈቲና ግን ኩሎም ዝጎዩ ዕውታት እዮም ኢለ እየ ዝኣምን ስለዚ በዚኣ መንቀሊ ገይረ ናይ ብሓቂ ጉያ ወይ ካልእ ኤክሰርሳይዝ ኣብ ሂወትና ዘለዎ ጥቕምታት ንክገልፅ ክፍትን እየ ኩሎም ክገልፆም ግዜ የብለይን ምክንያቱ ጉያ ወይ ኤክሰርሳይስ ኣዝዮም ኣዝዮም ብዙሓት ጥቕምታት ኣለዎም ካብቶም ብዙሓት ከም ካብ ባሕሪ ብጭልፋ ዝበሃል ሓደ ወይ ክልተ ክገልፅ ክፍትን እዩ እታ ሓንቲ ኣብነት ክገልፃ ፈቲነ ዘለኹ ብዛዕባ ጭንቀት እዩ ስለምንታይ ጭንቀት ኢልኩም ክትሓቱ ትኽእሉ ኢኹም ብዓይኒ ሕክምና እንተሪእናዮ ጭንቀት ኣደ ኩሉ ሕማማት ተባሂላ እያ ትፍለጥ ብጭንቀት ዝመፅእ ሕማማት ማእለያ የብሉን ካልኣይ ጭንቀት ምሳና ምስ ኤርትራውያን ከ ብዓይኒ ከመይ ንሪኦ ንዝብል ናይ ብሓቂ ብዘይ ቃል ዓለም ክንዛረብ እንተኮይንና ኣዝዩ ካብቲ ዝዓበየ ሽግርና ሓደ ጭንቀት እዩ። ከምቲ ኣቐዲመ ዝበልኩም ኣነ ናይ ስነ ኣእምሮኣዊ ክኢላ ኣይኮንኩን። ካባይ ብዝበለፀ ክገልፅዎ ዝኽእሉ ብዙሓት ኣሕዋትን ኣሓትን ከም ዘለዉ እየ ዝኣምን። በታ ንእሽተይ ኣፍልጦይ ግን ኩነታትና ዘምፅኦ ብዙሕ ላዕልን ታሕትን ዝበለ ሂወት ስለ ዘለና ጭንቀት ኣብቲ ሕብረተሰብና ናይ ብሓቂ ኣስፋሕፊሑ ከም ዘሎ እየ ዝርዳእ። ሕጂ እቲ ነገር እንታይ እዩ ከምዘይ ካልኦት ሕብረተሰብ ንሕና ኤርትራውያን ናብ ናይ ስነ ኣእምሮ ክኢላ ናይ ምኻድ ልምዲ የብልናን ኣይጸናሓናን ስለዚ እቲ ሕቶ ዝከውን እንታይ እዩ ከምኡ እንተዘይገበርና ከ ብካልእ መገዲ ክፍወስ ይክእል ድዩ ንዝብል ሕቶ ንምምላስ እየ ምሳኩም እዛ ኣርእስቲ እዚኣ ክካፈላ ዝፍትን ዘለኹ ከም ዝመስለኒ ድሒረውን ክገልፆ ክፍትን እየ ጉያ ወይ ኤክሰርሳይዝ ካብ ጭንቀት ከም ዘድሕነና ከካፍለኩም እየ እዚ ከዓ ብመፅናዕቲ ዝተደገፈ ብዙሕ ፅሑፋት ክትረኽቡ ትኽእሉ ኢኹም ከም መዕለሊ ወይ ከም ኣርእስቲ ኮናና ግን ክልተ ነጥቢ ከምፅእ ሓደ ስለምንታይ ኢና ልዕሊ ሰብና ንሕና ንጭነቕ ዝብል ሕቶ ክመፅእ ይኽእል እዩ ልዕሊ ሰብና ንጭነቕ ኢና ለይኣምንኒ ግን ዘገድሰና ንሕና ስለ ዝኾንና ነዚ ከም መበገሲ ክኾነና ሓደ ግዜ ኣብ ትምህርቲ ከለና ተኣኪብና ቡና ኣብ ንሰትየሉ ዝነበርና እዋን ሓንቲ ካባና ጀርመናዊት እያ ብስነ ኣእምሮ ፒኤችዲ ትገብር ነይራ ሳይኮሎጂ እቲ ናታ ቲስስ ወይ መጽሓፍ ወይ መጽናዕቲ ኣርእስቲ ብዛዕባ ልዕሊ ደቂ ኣንስትዮ ዝፍጸም ዓመጻት እዩ ናይ ብሓቂ ክትሰምዖ ከለኻ ክንደይ ግምታት ዘይንህቦ ክንደይ ክንጎቦ ዝኸውን ሽግር እንዳሃለወ ከም ሕብረተሰብ ከም ኤርትራውያን ከይተዛረብናሉ ንሓልፍ ኣርእስቲ ከም ምዃኑ ጥራሕ እየ ተማሂረ ብትዕላላ ምክንያቱ ኣብ እቲ ውትድርና ተፈፂሙ ዘሎን ዝፍፀም ዘሎን ኣብ ልዕሊ ደቂ ኣንስትዮና ዝግበር ዘሎ ዓመፃት ብናተይ ኣረኣእያ ኣዝዩ ኣዝዩ ገዚፍ ምዃኑ ጥራሕ እዩ ዝርዳእኒ ካብኡ ዝገደደ ከዓ ከም ኣርእስቲ እውን ኣልዒልናዮ ንፈልጥን ብፍላይ እቶም ደቂ ተባዕትዮ ክንደይ ንኣክል ኢና ምስ ደቂ ኣንስትዮ መፃምድትና ድየን መሓዙትና ድየን የሕዋትና ድየን ቤተሰብና ድየን እዚ ርእስቲ እዚ ኣልዒልና ተዛሪብናዮ ንፈልጥ እቲ መልሲ ኣዝና ውሕዳት ወይ እውን ኣይንዛረበሉን ኮይኑ ይስምዓኒ እዚ ማለት ከዓ የሕዋትና እዚ ዝኣክል ስምራት ተሰኪመን ይጓዓዛ ምህላወን እዩ ስለዚ ናይ ብሓቂ እቲ ሕቶ ወይ እቲ ሓላፍነት ኣብ ደቂ ተባዕትዮና ኣብዚ ሽግር እዚ ተኻፈልቲ ክንከውን ሽግረን ኣብ ምክፋል ናይ ብሓቂ ዓብ ተራ ይፅበየና ምህላው ክገልፅ ዝደሊ እቲ ካልእ እቲ ርእስቲ ብፍላይ ክገልፃ ደሊ ዘለኹ ነዞም ድሒሮም ናብ ካብ ስደት ዝመፁ ዘለዉ ኣናእሽቲ ሓትናን ኣሕዋትናን እዮም እቲ ዘሕዝን ናይ ብሓቂ ሽግሮም ንርዳእሎም ኮይኑ ይስምዓንኒ ሕሉፍ ሓሊፍና ዘየድሊ ሽማታት እንዳሃብና እዚኣቶም ኣይርድኦምን እዩ ባህሊ ይፈልጡን እዮም ሕብረተሰብ ኣይፈልጡን እዮም ብዛዕባኦም ጥራሕ እዮም እንዳበልና ኢና ንጥቅኖም እቲ ሓቂ ግን ናይ ብሓቂ ስለምንታይ ከምኡ ኮይኖም ኢልና ሓሲብና ንፈልጥ ኢና ብሽግር መፂኦም ኣብዚ ምስ መፁ እውን ዝርደኣሎም ሰባት ስለ ዘየለና ናይ ብሓቂ ኣብ ከቢድ ጭንቂ ዝነብሩ ዘለዉ ኮይኑ ይስምዓኒ። እቲ ጠንቂ ብዙሕ ክኸውን ይኽእል እዩ። በታ ንእሽተይ ኣፍልጦይ ንዓይ ኮና ዝስምዓኒ ግን ንኣብነት ካብቲ ብዙሕ ሓንቲ ማእቶት ወይ ሃገራዊ ኣገልግሎት ጠንቂ ይኸውን ኢለ ግምት እዚ ማለት ኣንጻር ማእቶት ወይ ሃገራዊ ኣገልግሎት ክዛረብ ኢለ ኣይኮንኩን እንታይ ክብል ኢለ ንሕና ኣብ ንዓብየሉ ዝነበርና ቅድሚ ሃገራዊ ማእቶት ዝነበረ ኩነታት ትምህርቲ ምስ ተዓፅኦ ክልተ ሰለስተ ወርሒ ተዕርፍ ኢኻ ሽዑ ኢኻ ብዙሕ ግዜ ምስ ስድራኻ ተሕልፍ ሽዑ ኢኻ ብዙሕ ግዜ ምስ ኣዝማድካ ተሕልፍ ሽዑ ኢኻ ብዙሕ ግዜ ምስ መታዕቢትኻ ተሕልፍ ዕድል ተጌርካ እውን ሽዑ ኢኻ ናብ ሓጎኻ ድዩ እንዳ ሓጎኻ ዓዲ ኸይድካ ብዛዕባ ባህልኻ ብዛዕባ ሕብረተሰብካ ብዛዕባ መበቆልካ ትመሃር እዚ ዕድል እዚ ግን ድሕሪ ምምፃእ ሃገራዊ ማእቶት ተሪፉ እዩ ምክንያቱ ወዲ ዓሰርተ ሰለስተ ዓመት ምስ ኮንካ ሸውዓይ ክፍሊ ክትከውን ትኽእል ኢኻ ንማእቶት ትኸይድ ኣብ ማእቶት ምስ ከድካ እቶም ንዓኻ ዝሕልዉካ ኣገልግሎት እዮም ብዕድመ ምሳኻ ዘይመሳሰሉ ኣብ ጉቡዝና ዕድመ ዘለዉ ሜይቢ ኣብ መስተ ክትርኢ ትኽእል ኢኻ፣ ሽጋራ ክሰትዩ ክትርኢ ትኽእል ኢኻ፣ ኣብ ዕድሚኦም ስለ ዝኾኑ ምስ ደቂ ኣንስትዮ ዝገብርዎ ምቅርራባት ክትርኢ ትኽእል ኢኻ፣ እዚ እንዳረኣኻ ትዓቢ ከምዚ ኢልካ ሻብዓይ ሻምናይ ታሽዓይ ዓስራይ እንዳበልካ ዓሰርተ ሓደ ትበጽሕ ዓሰርተ ሓደ ምስ በጻሕካ ሳዋ ትኸይድ ሰባ ምስ ከድካ ከኣ ኣብኡ ጌርካ ኣገልግሎት ትኸይድ ስለዚ ናይ ብሓቂ ከም ኣርእስቲ ንዓይ ኮይኑ ዝረኣየኒ እዞም ቆልዑ እዚኦም እዘን ኣሕዋትና እዚአን ኣናእሽቱ እዞም ኣሕዋትና እዚኦም ኣናእሽቱ ናይ ብሓቂ ዕድል ገይሮም ድዮም ስድሮኦም ክፈልጥዎም እሶም ምስድሮኦም ክፋለጡ ስድሮኦም ንዕኦም ክፈልጥዎም እሶም ምስ ባህሎም ክፋለጡ ባህሎም ንዕኦም ክፈልጦም እቲ መልሲ ዕድል ኣይገበሩን ኢለ እየ ዝኣምን ስለዚ ናይ ብሓቂ ነዞም ሕወት እዚኦም ከዓ ክንርዳኣሎም ክንፍትን እሳቶም ዘምፅዎ ሽግር ዘይኮነ እቲ ኩነታት ዝፈጠሮ ሽግር ምዃኑ እዩ ብዝኾነ ግን ከምቲ ኣቐዲሞ ዝበልኩዎ ኣነ ናይ ስነ ኣእምራዊ ክኢላ ኣይኮንኩን የሕዋት ኣብ ካልእ ግዜ ብዝበለጸ ኣብ ከምዚ ኣስፍሕ ዝበለ ኣስተምህሮ ክህቡና ተስፋ እገብር እቲ ሕቶ ግን ሂወት እንታይ ኣለካ ዘይኮነስ ብዘለካ እንታይ ትገብር ስለ ዝኾነ እዚ ዕድላት እዚ ክሳብ ንረክብከ ነዚ ጭንቀት እዚ ብኸመይ ክንሳገሮ ንኽእል ንዝብል ሕቶ ንምምላስ እየ ኤክሰርሳይዝ ከም ሓደ ሓጋዚ ነገር እዩ ካብዚ ከምዝን ጭንቅታት ክሕግዘና ክእል እዩ ይብል ከመይ ኢልኩም እንተሓቲትኩም ከመይ ዝብል ለባም ከም ዝበሃል ኣብዛ ትመፅእ ስላይድ ክገልፃ ክፍትን እየ ቅድሚ ናብኡ ምኻደይ ግን እዛ ኣብ ታሕቲ ፅሒ ጠቂሰያ ዘለኹ መፅሓፍ ስፓርክ እያ ትበሃል እዛ ስፓርክ ትብል መፅሓፍ ብሳይኮሎጂ ዝተፃሕፈት እያ። ጥቅሚ ምንቅስቃስ ኣካላት ምስ ኣእምሮ ጥዕና ኣእምሮ ብከመይ ይተሓሓዝ እያ ትገልፅ። ከተንብቡዋ ትክእሉ ኢኩም። ናይ ብሓቂ ሓጋዚት ክትከውን ትክእል እያ። ስለዚ ከም ዝበልክዎ ኣብዛ ገፅ እዚኣ እንታይ ምሳኹም ክካፈል ፈቲነ ዝፍትን ዘለኹ ኤክሰርሳይስ ጉያ ድዩ ምሕንባስ ድዩ ኩዕሶ ምፅዋት ድዩ ወይ ካልእ ከመይ ገይሩ ካብ ጭንቀት የናግፈና ንትብል ሕቶ ንክምልስ ክፍትን እዩ እዛ ትሪእዋ ዘለኹም ሓንጎል እያ ኣብ ሓንጎልና ኣርባዕተ ኬሚካል ኣለዉ ፍስስቲ ወይ ናይ ሓጎስ ፍስስቲ ተባሂሎም እዮም ዝፍለጡ እቲ ሓደ ዶምፓሚን ይበሃል እሱ ከዓ ናይ መተባብዒ ፈሳሲ ይበሃል እቲ ካልኣይ ኦግዚቶሲን እዩ ዝበሃል ናይ ፍቅሪ ፈሳሲ ተባሂሉ ይፅዋዕ ምስ ሰባት ዘለካ ቀራርባ ምስ መሳርሕትካ ምስ መምሃርትካ ምስ ቤተሰብካ ዝፍሉ እዩ እቲ ሳልሳይ ሲሮቶኒን ይበሃል እዚ ከዓ ናይ ኩነተ ኣእምሮ ስቴብላይዝ ዝገብር ወይ ዝቆፃፀር ተባሂሉ እዩ ዝፍለጥ እቲ ራብዓይ ከዓ ኢንዶርፊን ፔንኪለር ወይ ናይ ቃንዛ ፈዋሲ ተባሂሉ እዩ ዝፍለጥ ስለዚ እንታይ እዩ ናይዚኣቶም ናይዞም ኣርባዕተ እዚኦም ዋሕዲ ምምንጫው ኣብ ሓንጎልና ክህሉ ከሎ ናብ ጭንቀት ንኣቱ ብዝሒ ናይዚኣቶም ኣብ ሓንጎልና ክምንጩ ከሎ ከዓ ናብ ሕጉስ ሃዋህው ንምለስ ስለዚ እንታይ እዩ ትምትሓዝ ምስ ኤክሰርሳይስ ኤክሰርሳይስ ክንገብር ከለና ብዝሒ ናይዞም ኣርባዕተ ሆርሞናት ወይ ኬሚካላት ምምንጫው ኣብ ሓንጎልና ይበዝሕ ከም ብምቕፃል እሱ ስለ ዝኾነ ከዓ ኣብቲ ሕጉስ ዝበሃል ኩነተ ኣእምሮ ንኣቱ ማለት እዩ ኣብዛ ታሕቲ ሊንክ ኣቐሚጠ ኣለኹ ብዛዕባ እዚ ብዙሕ ተንብቡ ትኽእሉ ኢኹም ብዙሓት መፅሓፍትን ብዙሓት ፅሑፋትን ኣለዉ ኣፅቢቆም እውን ዝበለፀ ክገልፅልኩም ይኽእሉ እዮም ኤክሰርሳይዝ ምግባር ካብ ጭንቀት ጥራሕ ኣይኮነ ዘውፅእ ብዙሕ ብዙሕ ናይ ጥዕና ጥቕሚ ኣለዎ ብፍላይ ኣብ ኩነት ኣእምሮና ናይ ብሓቂ ዓብዪ ፅልዋ ከም ዘለዎ እዩ ዝንገር ካብቶም ብዙሓት ሓደ ናይ ምዝካር ክእለትና ናይ ብሓቂ እዩ ዝሕይሎ ካልኣይ ናይ ኣብ ሓደ ነገር ክነድህብ ከም ናይ ምድሃብ ክእለትና እውን የግፍሕ እቲ ማልቲ ታስኪንግ ተባሂሉ ዝፍለጥ ኣብ ሓደ እዋን ብዙሕ ነገር ንክንገብር ይሕግዘና ብኡ ብምቕፃል እውን እቶም ናይ ሓንጎልና ወይ ነርቭ ሰልስ ዝበሃሉ ኣብ ምዕባዮም ኣብ ምፅጋኖም ዓብ ተራ ይፃወት ኤክሰርሳይስ ብዘይ ኣመጋግባ ግን ትርጉም ዘይክልዎ ይኽእል እዩ ኢድኒ ኢድ ተታሒዞም እዮም ዝኸዱ ኣመጋግባና እውን ክንጥንቀቕ ኣለና ብፍላይ ካብ ዓድን ምስ ወፃና እቲ ብዓድና ንረኽቦ ዝነበርና ምግቢ ተፈጥሮኣዊ ምግቢ እዩ ኣብቲ ቀዳሚ ዓለም ወይ ካልኣይ ዓለም ምስ ወፃና ንረኽቦ ምግቢ ግን መብዛሕትኡ ጀነቲካሊ ሞዲፋይድ ዝኾነ እዩ ኣብዚኣ ሓንቲ ነገር ክጠቅስ ደሊ ኣብ ሓደ ፅሑፍታ ርእሲ ደቂ ሰባት ሲ መቃብርና ብስንና ኢና ንፍሕርያ ትብል እዚ ማለት ከዓ እንበልዖም ምግብታት ኣብ ሂወትና ክሳብ ክንደይ ፅልዋ ከም ዘለዎም ፅቡቅ እንተበሊዕና ዝሓሸ ላይፍ ስታይል ህልወና ሕማቕ ንምገብ ኣመጋግባና ሕማቕ እንተኮይኑ ከዓ ዘይሓሸ ላይፍ ስታይል ክህልወና እዩ ማለት እዩ መሊሰ እውን ኣብ ታሕቲ ሓንቲ ሊንክ ገይረ ኣለኹ እንተሪኢኹሞ ስፍሕ ዝበለ መረዳእታ ክህበኩም ይኽእል እዩ እታ ካልኣይቲ ነጥቢ ወይ ኣብነት ክዛረበላ ደልየ ዘለኹ ብዛዕባ ነብሰ ምትእማን እዩ እዚኣ እውን ኣዝያ ኣገዳሲት ኣርእስቲ እያ ንዓና ንኤርትራውያን ብዙሕ ክእለት እንዳሃለወና ብዙሕ ፍልጠት እንዳሃለወና ብዙሕ ክንገብር እንዳኸኣልና ብሰንኪ ነብሰ ምትእማን ዘይምህላውና ብዙሓት ዕድላት ነጥፍእ ኮይኑ ይስማዓኒ እዚ ኣብ ነብሰይ ዘጋጠመ ሓደ ኣብነት ክህበኩም ኣብ ደቡብ ኣፍሪቃ ምስ ከድና ኣብቲ መጀመርታ ግዜ እዩ ወርሒ ድሕሪ ወርሒ ኣብቲ ዝነበርኩሉ ላቦራቶሪ ሓደ እንግሊዛዊ ፃዕዳ ሳውዝ ኣፍሪካ መማህርቲ ነይሩ ካብ መዓልትታት ሓደ መዓልቲ ኣብ መንጎ ሓቲትኒ እቲ ሓተትኒ ሕቶ ወታደር ኔርካ ኢኻ ኢሉኒ ናይ ብሓቂ ተገሪመ ምክንያቱ ብዛዕባ ወላ ሓንቲ ዕሊለ የፈልጥን ሽዑ ስለምንታይ ከምኡ ኢልካኒ ኢለ ከመይ ኢልካ ከመይ ኢልካ ወታደር ኢኻ ኔርካ ኢልካ ክትሓትት ትኽእል ኢልካ ምስ በልክዎ ዝሃበኒ መልሲ ብጣዕሚ እዩ ዘገርም እንታይ ኢሉኒ ሓደ ነገር ምስ ወዳእኻሲ ናትካ ካልእ ስጉምቲ ክንትወስድ ሲ ትእዛዝ ካብታ ሱፐርቫይዘርና ትፅበ ኢሉኒ ሓደ ካልኣይ ጌጋ ከይትገብር ወይ ገለ መሳርሒ ንከይትሰብር ኣዚኻ ኢኻ ትጥንቀቕ ሕጂ ብካልእ ኣዘራርባ እንታይ እዩ ዝብለን ዘሎ ፈራሕኻ እዩ ዝብለን ነብሰ ምትእማን የብልካን እዩ ዝብለን ዘሎ ናይ ብሓቂ ክሳዕ ሕጂ ኣብ ኣእምሮይ ዘይትወፅእ ዘረባ እዩ ተዛሪብኒ ስለዚ ተኸብሉ ኢለ እየ ኣብ ሕብረተሰብና ብዙሕ ፅቡቅ ኣለና ኣብ ሂወት ሲ ኣብ ሕማቅ ፅቡቅ ኣሎ ኣብ ፅቡቅ ከዓ ሕማቅ ኣሎ ከም ሕብረተሰብ ኣዝዩ ብዙሕ ፅቡቅ ነገራት ኣለና ሓደ ሓደ ሕማቅ ነገራት እውን ኣለና ሓደ ካብኦም እቲ ኣብ ኣተዓባብያና ኣብ ተተዓባብያና ኣብ ስነ ኣእምራዊ ኩነትና ዝገድፎ ፅልዋ እዩ እሱ ከዓ እንታይ ማለት እዩ ኣብ ኩለን ብሄራት ከምኡ ማለት ኣይኮንኩን ብፍላይ ኣብቲ ብሄረ ትግርኛ ግን ሓደ ዕብይ ዝበለ ፀገም ይርኢ እሱ ከዓ እንታይ ኣብ ቅድሚ ዓበይቲ ከይትዛረብ እናተባሃልካ ትዓቢ ካብ ንእሽተኻ ጀሚርካ ደሓር እተን ዝተረፋኻ ነብሰ ምትእምማን እውን ኣብ ኣገልግሎት ምስ ከድካ ተጥፈን ስለዚ ናይ ብሓቂ ዓብዪ ፀገም ኣለና ይኣምን ከምቲ ቀዲመ ዝበልክዎ ፈውሲ የብለይን ናይ ስነ ኣእምራዊ ክኢላ ኣይኮንኩን ግን ብዙሓት ካብ ፀገም ዝኸዋ ከውፁና ዝኽእሉ ነገራት ኣለዉ ሓደ ካብኣቶም ኤክሰርሳይስ ይብል ብኸመይ ንዝብል ሕቶ ንክምልስ እውን ክፍትን እየ እዛ ትርእይዋ ዘለኹም ጥቕሲ ኣብዛ ታሕቲ ፅሒፍያ ገዲፍያ ዘለኹ መፅሓፍ ቦሩን ትራን እያ ትብል ክጎይ ተወሊዱ ወይ ክንጎይ ኢና ተወሊድና እያ ትብል ኣዝያ ኣገዳሲት መፅሓፍ እያ እዛ መፅሓፍ እዚኣ ከዓ እያ ንዓይ ናብ ጉያ ዓለም እትያትኒ ኢለ ዝኣምን ኣብታ መፅሓፍ እሳ ግን እንታይ ዝብል ፅሑፍ ርኢ ብዛዕባ ብዙሕ ኣዛረብ ካብቲ ብዙሕ ሓንቲ ግን ብዛዕባ ሓደ ጎያያይ ከም ኣብነት ምፅእ ሽሙ ፖልታርጋት እዩ ዝበሃል ኬንያዊ እዩ ኣዝዩ ዕውት ብዙሕ ዓወታት ብዙሕ ሪከርድታት ዝሰበረ ሰብ እዩ እንተዘይተጋጌ ኣብ ቦስተን ማራቶን ቅድሚ ፀወታ ከምትፈልጥዎ ቅድሚን ድሕርን ፀወታታት ጋዜጣዊ መግለፂ ወሃቢ ቅድሚ ፀወታ ኣብቲ ዝህቦ ዝነበረ ጋዜጣዊ መግለፂ ሓደ ሕቶ ተሓቲቱ ፖል ስለምንታይ ኢኻ ትጎይ ኢሎሞ ሕጂ ናተይ ዝነበረ ግምት እንታይ ኣሎ ክምልስ እዩ ዝኾነ ናትኩም ግምት ክህልወኩም ይኽእል እዩ ናተይ ዝነበረ ግምት ግን ዋእ ብዙሕ ሪከርድ ክሰብር መቐዳድምተይ ክስዕር ቅልጡፍ ግዜ ክጎይ ክብል እንዳተፀበኽዎ ዝሃቦ መልሲ ግን ዘገርም እዩ ነይሩ እንታይ እዩ ዝብል ኣነ ዝጎይሲ መቓዳድምተይ ክስዕር ዘይኮንኩ እንታይ ደኣ ኣብ ሓንጎለይ ኮይኑ ኣይከኣልን እዩ ንዝብል ድምፂ ክስዕር እየ ኢሉ። ብጣዕሚ ከዓ ተገሪመ ኣብ ሓንጎልና ሲ ኣይከኣልን እዩ ዝብል ድምፂ ኣለና ድዩ ኢለ ስለዚ እንታይ ዝብል ኣበሃህላ ኣሎ ኣብ መንጎ ምፍላጥን ምግማትን ወይ ኣብ መንጎ ምግማትን ምፍላጥን ዘሎ ርሕቐት ሲ ኣዝዩ ገፊሕ እዩ ወይ ነዊሕ እዩ ኣትብል ስለዚ እዚ ኣብ 214 እዩ እዛ መፅሓፍ እዚኣ ኣንቢበያ ሽዑ ነብሰይ እንታይ ኢለ ሓቲተ ከመይ ገይረ ክፈልጥ እዛ ድምፂ እዚኣ ኣላ ድያ የላን እቲ ሓንቲ ክፈልጣ ዝኽእል ክጎይ ኣለኒ ማራቶን ክጎይ እሞ እዛ ድምፂ እዚኣ እንተሃልያ እንተዘይሃልያን ከዓ ክፈልጣ እየ ይኽእል እየ ኢለ ስለ ዝገመትኩ በቃ እቲ ኣብ ዓለም ዓበይቲ ቶፕ ሲክስ ማራቶን ዝበሃሉ ንሳቶም ከዓ ቦስተን ኣብ ኣሜሪካ እዩ ኒውዮርክ ኣብ ኣሜሪካ እዩ ቺካጎ እዚኦም ሰለስቲኦም ማራቶናት ኣብ ውሽጢ ኣሜሪካ ኣሎ ማለት እዩ በርሊን ማራቶን ኣብ ጀርመን እዩ ለንደን ኣብ ኢንግላንድ እዩ ቶኪዮ ከዓ ኣብ ጃፓን እዩ እዚኦም ሽዱሽተ ማራቶናት ክጎዮም እየ ኢለ ወሲነ ቅድሚኡ ጎየ ይፈልጥኒ ነዚ ንክትጎይ ግን እንታይ ክትገብር ኣለካ ትሕቲ ሰለስተ ሰዓት ወይ ከባቢ ሰለስተ ሰዓት ኣብ ካልእ ማራቶን ክትጎይ ኣለካ ኳሊፋየር ማለት እዩ ናይ መጀመርታ ግዜ ዝጎየኽዎ ዲሞይን ማራቶን እዩ ኣብ ኣየዋ ኣብዚኣ ትሕቲ ሰለስተ ሰዓት ስለ ዝጎይኹ ናቶም ካልኦት ኳሊፋይ ገይረ ማለት እዩ ብድሕሪ እዚ ዕድል ገይረ ኣብ ቦስተን ሸውዓተ ግዜ ጎየ ኣለኹ ዓመት ዓመት ማለት እዩ በርሊን ጀርመን ሓደ ግዜ ጎየ ኣለኹ ኒውዮርክ ሲቲ ሓደ ግዜ ጎየ ኣለኹ ቺካጎ ማራቶን ሓደ ግዜ ጎየ ኣለኹ እዚ ከዓ ማሪንኮር ዲሲ ሓደ ግዜ ጎየ ኣለኹ ስለዚ እግዚኣብሔር ተሓጊዙኒ ለንደንን ቶኪዮን ይተርፋኒ ማለት እዩ ሕጂ ስለምንታይ ኢኻ እዚ ትብለና ዘለኻ ክትብሉ ትኽእሉ ኢኹም እዚ ምሳኹም ዝካፈሉ ዘለኹ ሓበሬታ ብዛዕባ ናተይ ዓወታት ክንየት ደልየ ዘይኮንኩ እንታይ ደኣ ሓደ እቲ ፖል ታርጋት ዝበሎ ኣብ ሓንጎልና ኮይኑ ኣይከኣልኒ ዝብል ድምፂ ኣለና ዶ ድሕሪ እዚ ኩሉ ጉያ ሰሚዕካዮ ዶ ንዝብል ሕቶ ንክምልስ እዩ እቲ ሓቂ እወ እዩ እንታይ ብዘየገድስ ክንደይ ዓይነት ትሬኒንግ ጌርካ ብዘየገድስ ክንደይ ዓይነት ፃዕሪ ጌርካ ብዘየገድስ ኣብ ከባቢ ማይል ዓሰርተ ትሽዓተ ወይ ዕስራ ክትበፅሕ ከለካ ብኣና ከባቢ ሰላሳ ኪሎ ሜትር ሰላሳን ክልተን ኪሎ ሜትር እዩ በቃ ሓይልካ ናይ ብሓቂ ኢካ ትውድእ ትንፋስ ይሓጽረካ፣ የእጋርካ ይቐንዝወካ፣ ኩሉ ነገርካ እዩ ዝቐንዝወካ። ሽዑ ኣብ ሓንጎልካ ዝመጽእ ዘረባ እታ ፖልታርጋ ዝበላ ዋእ እንታይ እዩ ትኒ እምበር ዶ ክውድኦ እየ ኢልካ ክትጠራጠር ትጅምር። ኣብዚኣ ክልተ መገዲ ክትወስድ ትኽእል ኢኻ። ነታ ዘረባሳ እንተ ሰሚዕካያ ኣላጊስካ ክተቋርጽ ኢኻ ከምታ ፖል ታርጋት ዝበላ ግን ክስዕራ ኣለኒ ኢልካ እንተ ሓሲብካ እዋእ እዚ ኩሉ ዝበጽሔ ድሕሪ ሕጂ ንድሕሪት ኣይምለስን እየ እዚ ኩሉ ትሬኒንግ ገይረ ኣብ ሕጂ ኣየቋርጽን እየ ኢልካ ነታ ድምጺ ክትዓብሳ እንተፈቲንካ ግን ከይተፈለጠካ ኣብቲ ፍኒሽ ላይን ትበጽሕ ኩላትና ኣብ ሂወትና ዘጋጥመና ጸገም እዩ ኣብ መዓልታዊ ሂወትና ገለ ሽግር ከጋጥመና ከሎ እዋእ እምበር ዶዝስ ይከኣል እዩ እምበር ዶዝስ ይሕለፍ እዩ እምበር ዶዝስ ክገብሮ ክእል እየ እምበር ዶዝስ ክውድኦ ክእል እየ ኣብ ትምህርቲ ከምኡ ኣብ ጥዕና ከምኡ ኣብ ማሕበራዊ ሂወትና ከምኡ ነቲ ድምፅታት እንተሰሚዕናዮ ኣብ ንብፅሕ ነገር የለን ነቲ ድምፅታት እወ ክገብሮ እየ ይከኣል እዩ ዘይከኣል ነገር የለን ኢልና እንተሓሲብና ግን እቲ ዝሓሰብናዮ ክንበፅሖ ከም ንኽእል ኢና ንምሃር ስለዚ ንዓኹም ዘቕርቦ ሕቶ እንታይ እዩ ኣነ እዚ ክገብሮ ተኽኢለ ንስኻትኩም ክትገብሩ ከም ምዃንኩም ካልእ ሰብ ክገብሮ ተኽኢሉ ንስኻትኩም ክገብሩ ከም ትኽእሉ ጉየዩ ኮንኩም ዘለኹም ግን እንታይ እዩ ነብስኹምሲ ናይ ብሓቂ ትፈልጥዋ ዲኹም ኩላትና ነሽና ንፈልጣ እዩ ዝመስለና እቲ ሓቂ ግን እሱ ይኮነን ነብስና ካብ ክንፈልጦ ካብ ክንግምቶ ንኽእል ንላዕሊ ክንገብር ከም ንኽእል እያ ትምህረና እዚ ክንገብር ግን ክንፍትን ኣለና እቲ እግዚኣብሄር እውን ኮይልና እዩ ድለዩ ክትረኽቡ ኢኹም ኩሓኹሑ ክፈተኩም እዩ ሎሚ ንክወሃብኩም እዩ ኢሉ ስለዚ እንታይ ክብል ኢለ እየ ኩላትና እቲ ኣይከኣልን እዩ ዝበሃል ነገር ኣብ ሓንጎልና እዩ እምበር ንሓንጎልና ተእሚንናዮ ይከኣል ምዃኑ ስለዚ ብዙሕ ካልእ መገድታት ክህሉ ይኽእል እዩ ኤክሰርሳይዝ ስፖርት ግን ነፍሰ ምትእማንና ከም ዘሐይሎ ጥራሕ እየ ተማሂረ ከምኡ እዩ ኸኣ ስለዚ ንስኻትኩም ኣሓትን ኣሕዋትን እውን ነዚ ግምት እቲኹም ክትሰርሕሉ ዝብል ምክንያቱ ርግፀኛ እየ ቧዕ መን ክጎዮ ትብሉ ትኽእሉ እዮም ኣነ ጎየዩ ኮንኩም ዘለኹ ማራቶን ግበሩ ኮንኩም ዘለኹ ንእሽተይ ምንቅስቃስ ክኸውን ይኽእል እዩ ወክ ክኸውን ይኽእል እዩ ምሕንባስ ክኸውን ይኽእል እዩ ስለዚ ናይ ብሓቂ ንሕልናና ተሲእና ንሓንጎልና ቻለንጅ ክንገብሮ እንተኽኢልና ብዙሕ ነገር ክንገብር ከም ንኽእል እየ ዝርዳእ እቲ ካልእ ሕቶ ዝመፅእ ከም ዝቐድም ኢለ ዝበልኩ ክሳብ ክንደይ ኣብ ሂወት ክንጓዓዝ ንኽእል ኢና ኣሲ ክእለትና ክሳብ ክንደይ እዩ ኣበየና እቲ ደረት እዩ እቲ ሕቶ ከም ዝበልኩኹም ኩላትና ንነብስና እዚኣ እያ ትኽእል እዚኣ እያ ኣይትኽእልን ኢልና ኢና ንሓስብ ወይ እውን ሓደሽቲ ኮይና ኣብዚ ዓዲ ክንመፅእ ከለና ከም ሕብረተሰብ ብሕማቕ ዓይኒ ኣይኮንኩን ክጥሙ ተፈቲነ ገለ ነገር ክገብር እየ ኢለ ንሓደ ክዕልል ከለኹ እኳ እዚ ከመይ ጌርካ ክትገብሮ ወይ ሓደ ሰብ ወይ ሓንቲ መፂኣ እዚ ክገብር ደልየ ክትብለኒ ወይ ክብለኒ ከሎ ኣብ ክንዲ ዘተባብዖ እባ እዚ ደኣ ከመይ ጌርካ ይከኣል ሕፅር ዝበለ ሾርትካት ኢና ንደሊ እቲ ሓቂ ግን ንሱ ኣይኮነን እቲ ዘይከኣል እቲ ዘይተፈተነ እዩ ስለዚ ንዝሓሰብናዮ ክንገብሮ ክንፍትን ኣለና ምፍታን ጥራሕ ዘይኮነ ከዓ ናይ ዝከኣለና ክንገብር ክንፅዕር ከም ዘለና ጥራሕ እዩ ከም ኣብነት ክኾነኩም ናይዛ ንእሽተይ ቆልዓ ስእሊ ምፅልኩም ኣለኹ እዚኣ ጁኒየር ወይ ሃይ ስኩል እያ ጉያ ወዲኣ እያ ትሪእዋ ኣለኹም ደኺማ ግን ትብለ ዝትህቦ ዘላ መልእኽቲ እንታይ እዩ ንሓንጎልና እንተእሚናዮሲ ነብስና ዘይፃወሮ ነገር የለን እያ ትብል ዘላ ስለዚ እቲ ቁም ነገር ኣብ ምንታይ እዩ ኣእምሮኻ ኣብ ምእማን እዩ ዘሎ ኣእምሮ እንተኣሚኑ ኩሉ ከም ዝከኣል ጥራሕ እዩ ኢኻ ትምሃር እዚ እትሪእዎ ኣለኹም ፃፀ ይመስለኒ ተሰኪምዎ ዘሎ ዕንጨቲ ረእይዎ ምስ ሚዛኑ ክረአ ከሎ ኣዝዩ ዝተዓፃፀፈ እዩ እዚ ከዓ እንታይ ዝብል መልእኽቲ ይስደልና ዘሎ ንዝፈተነሲ ዘይከኣል ነገር የለን እዩ ዝብል ምፍታን እዩ እዛ ሳልሰይቲ ስእሊ ናይ ብሓቂ ካብ ዝምስጣኒ ኣርእስቲ እየን ኣጋጣሚ ኮይኑ ንእስ ዝበለ ከልቢ እየ ደልየ ነይረ ይረኸብክዎን ግን እታ ታሪክ እንታይ እያ ታሪክ ክልተ ሰባት እንዳኸዱ ከለዉ ኣብ መገዶም ኣንበሳን ክልም ክበኣስሩ እዩ ሕጂ እቲ ሓደ እንታይ ኢሉ ዋእ እዚ ከልብሲ ጽሉል ክኾን ኣለዎ ምክንያቱ ምስ ኣንበሳ ዝኣክል ከመይ ገይሩ እዩ ዝበዓስ ረእዮ እሞ ዕብየት ናይቲ ኣንበሳ ረእዮ እሞ ዕብየት ናይቲ ከልቢ ስለዚ እዚ ከልቢ ጽሉል ክኾን ኣለዎ ኢልዎ እቲ ካልኣዩ ዓርከይ ኣይተዓሹ እቲ ዘገድስ ግዝፊ ናይቲ ኣንበሳ ዘይኮነ ግዝፊ ናይቲ ባእሲ ኣብቲ ውሽጢ ከልቢ እዩ ኢልዎ። እንታይ ማለቱ እዩ? ድሌት እዩ ወሳኒ። ድሌት እንተሃልዩ ኩሉ ይከኣል ምዃኑ ንምግላጽ እትምህር መልእኽቲ ኮይና ስለ ዝረኸብኩዋ እዮም ምሳኹም ክካፈላ ወሲነ። ኣብዚኣ እውን እንታይ እያ ትብል ብምጥቕላል እቲ ዘይከኣል ሕልሚሲ ኣብ ኣተሓሳስባና ጥራሕ ነተሓሳስባና ተእሚንናዮ ኩሉ ይከኣል ምዃኑ ጥራሕ ኢና ንምሃር ነዚኣ ትሕግዝ ኣምብሮከን ትብል መፅሓፍ ክተንብዋ እንትኽእልኩም ሓቀኛ ታሪክ እያ ምስ ታሪክና ኣዝያ እትመሳሰል ሓጋዚት መፅሓፍ እያ ስለዚ ግዜ እንተረኺብኩም ክትንብብዋ ፈትኑ እዚኣ ናይ መወዳእታ ስላይድ ናተ እያ ሕጂ ትሕቶ ዝምፅ እንታይ እዩ እዚ ኩሉ ንገብሮ ንዓና ጥራሕ ድዩ እያ ኣይኮነን ከም ሕብረተሰብ ካባና ሓሊፉ ነቶም ብድሕሬና ዝመፁ ወለዶታት ፅቡቅ ኣብነት ክንገድፈሎም ናይ ብሓቂ ሓላፍነትና እዩ ኮይኑ ይስምዓኒ ምክንያቱ ንስኻ እንታይ ጌርካ ንስኺ እንታይ ጌርኪ ነቲ ብድሕሬኺ ወይ ብድሕሬኻ ዝመፅእ ወለዶ ወሳኒ ኢኻ ኣብ ፅቡቅ ደረጃ በፂሕካ እንተሪኢካ ወይ ኣብ ፅቡቅ ደረጃ በፂሕካ እንተሪኣትኪ ይከኣል ምኳኑ ትነግርዮ ወይ ትነግርዮ ኢካ ዘለካ እቲ ብድሕሪና ዝመፅእ ንሕና ዋላ ሓንቲ ለውጢ ከይገበርና እንተፀኒሕናዮ ግን እሱ እውን ነገራት ኣይከኣሉን እዮም ኢሉ ኣእምርኡ ስለ ዘውድቕ ኣብቲ ክበፅሖ ዝግብኦ ወይ ክትበፅሖ ዝግባኣ ነገራት ኣይበፅሑን እዮም ማለት እዩ ከም ሓደ ኣብነት ክህበኩም እዚ ሓውና ኤርትራዊ ኣሜሪካዊ መብ ክፍለ ዝጊ እዩ ናይ ብሓቂ ሓደ ዕውት ኣትለት እዩ ዕድል ገይረ ብጉያውን ኣብ ቦስተን ማራቶን ኒውዮርክ ማራቶን ምስ ጎየ ኣለኹ ኣብ መወዳእታ ኒውዮርክ ማራቶን ክጎየ ከሎ ዝሃቦ መግለፂ እንታይ እዩ ዝብል ክንጎዩ ከለናሲ ንመን ከም ንጸሉ ኣይንፈልጥን። ነቶም ኣብ ጎኒ ኮይኖም ዘጣቕዑ ዘለዉ ንኣሽቱ ቆልዑ ድዮም ነቶም ቅድሜና ዘለዉ ድዮም ድሕሬና ዘለዉ ድዮም እብል እቲ ዘገድስ ግን ሂወት ሲ ኣብ መንጎ ምዕዋት ብዛዕባ ምዕዋትን ዘይምዕዋትን ኣይኮነን እንታይ ደኣ ንሓደ ክትገብሮ ዝደለካ ነገር ብምሉእ ልብኻን ሓይልኻን ክትገብሮ ምፍታን እዩ ዝብል ናይ ብሓቂ ፅቡቕቲ ኣበሃህላ እያ እዚ እትሪእዎ ዘለኹም ፖልታ ኤሊድ ክብጀጎ ይበሃል ኬንያዊ እዩ ኣዝዩ ኣዝዩ ኣዝዩ ዕውት ኣትለት እዩ ናቱ መርሖ ወይ ጭርሖ እንታይ እዩ ዝብል ኩሉ ግዜ እቲ ዘይከኣል ኣብ ሓንጎል ምዃኑ ጥራሕ እዩ ከም ኣብነት ኣብቲ ናይ ጉያ ዓለም እንታይ እዩ ዝበሃል ነይሩ ደቂ ሰባት ንማራቶን ትሕቲ ክልተ ሰዓት ንክጎይዎ ኣትሊስ ብሕጂ ሰላሳ ኣርባዓ ዓመት ወይ ሓምሳ ስሳ ዓመት የድልዮም ኣብዚ እዋን እዚ ክገብርዎ ይክእሉን እዮም ኣብ ዝበሃለሉ እዋን ኖ ይከኣል እዩ ኢሉ ኣብ ቪየና ዝተገብረ ብ 2019 ንዕኡ ዝተዳለወ ማራቶን ብትሕቲ ክልተ ሰዓት ጎይዎ ሕጂ እታ ክብል ኢሉ እንታይ እዩ ክብል ኢለ እቲ ዘይከኣል እቲ ዘይተፈተነ ምዃኑ ንምግላፅ እዩ እዚ እትሪእዎ ዘለኹም ማሪን ወታደር ኣሜሪካ እዩ። ኣብ ቦስተን ማራቶን ክልተ ግዜ ርእየ ኣለኹ። ሓንቲ እግሩ ቆራፅ እያ ኣብ ኩናት። እቲ ዝገርም ዓቢ ባንዴራ ተሰኪሙ ክጎዮ ክትሪኦ ከለኻ እቲ ዘይከኣል እቲ ዘይተፈተነ ምዃኑ እዩ ዘብርሃልካ። ስለዚ ኣሓትን የሕዋትን ተስፋ እገብር ኣብዛ ዝሃብክዋ ሓጻር ፕረዘንተሽን ወይ መደብ እተን ክልተ ክብለን ዝደለኹ ነገራት ብሓፈሻ ግን እቲ ዘይከኣል ዘይተፈተነ ምዃኑ ከብርሃልኩም ፈቲነ ክኸውን ስፋ ገብር እዚ ክብል ከለኹ ፈሊጠ ወይ ኩሉ በፂሐዮ ሰጊረዮ ንክብል ኢለ ዘይኮንኩ እንታይ ደኣ ኤሪ ፓወር ከም መደብ እንታይ እያ ካባና ናባና እያ ትብል ከም ኣሕዋትን ሓትን ከዓ ናይ ብሓቂ ተመክሮናታ ተመክሮ ኣብ መንጎና ተመክሮ ክንለዋወጥ ክንተሓጋገዝ ንሕዴና ኢንስፓየር ክንገብር ብዓብይኡ ከዓ ነቲ ብድሕሬና ዝመፅ ወለዶ ኣብነት ክንገድፍ ካብ ዝብል ብምብጋስ እዩ ተስፋ ገብር ጠቓሚ ኮይኑ ረኺብኩሞ ክትኮኑ ምስ ተረፈ ስለ ግዜኹም ፅን ኢልኩም ስለ ዝሰማዕኹምኒ ኣዝየ የመስግን የቐንየለይ